ከመይ ጸኒሕኩም እግዚኣብሔር ሎሚ ከዓ ፍሉይ መዓልቲ ሂቡና እዩ እሞ እዚኣ ሲ እግዚኣብሔር ዝገበርካያ መዓልቲ እያ እሞ ብኣ ንተሓጎስ ባህ ይበለና ይብል በዛ መዓልቲ እዚኣ ክንሕጎስ ሎም መዓልቲ ፍሉይ ዝበለ መልእክቲ እዩ ፍሉይ ከማን ኣይኮነን ምስቲ ዝሓለፈ መልእክቲ መካይድቲ መሲሉ ይስማዓኒ ዝሓለፈ ግዜ ፓስተር ዝምሃረና ካብ ኢሳያስ ኣርብዓ ንድኹም ሓይሊ ሂቦ ንስኑፍ ከኣ ብርትዐ ይውስኸሉ እግዚኣብሄር ከምዚ እንድሕር ኢሉ ዝብሎ ነገር ኣለዎ ማለት እዩ ዝኾነ ቃላት ዝተዛረበ ነይሩ እግዚኣብሔር እንድሕሪ ዝዛረብ እንድሕር ኮይኑ ዘቃንዖ ዝሰርሖ ዘዕርዮ ነገር ኣለዎ ኢሉ ይነግረና ነይሩ እና ሳምቲንግ ክንሕይል ክንብርትዕ ምክንያቱም ዝግበር ስራሕ ዓብዪ ኣገዳሲ ስራሕ ኣሎ ሎማዓልቲ ካብ ትንቢት ዘካርያስ more ኣብቲ ምዕራፍ ሸውዓተ እየ ከካፍለኩም ጎይታ ከም ዝረድኣኒ እዚኣ ኣብ I think ኣብ April 17 ናይ ደቂ ኣንስትዮ ካብ ሙሉእ ኣሜሪካ ዝመፃ ኮንፈረንስ ነይሩ ኣብዚ ዓዲ ኣብኡ ዓዲ መናኒ ንዑ ንዐን ዘካፈልክዎ እየ። እዚ ጠለብ እዚ ናይ ደቂ ኣንስትዮ ሕብረት ዝጠለብኦ እየን። ደሓር ግን እዚ እዚ ሕቶ እዚ ሲ ኣይ ቲንክ ኢኮ ትገብረን ድማ ኢኮ ትገብር ኣላ። So እዚ መልእክቲ'ሲ ናይዘን ደቂ ኣንስትዮ እዩ እሞ እዚ መልእክቲ እዚ ንርህወት ቤተ ክርስቲያን ዶ ክኸውን ኢለ ሓሲበ'ሲ ደሓር ግን እዚ ንዓና ዝምልከት ንሃገርና ዝምልከት ኣዝዩ ዘገርም ኣዝዩ መልእክቲ ዘለዎ ዓቢ ነገር ናይ ብሓቂ ክንሰምዖ ሰሚዕና ከኣ ከይንሰግሮ ከምቲ ዝሓለፈ ግዜ እግዚኣብሔር ክዛረብ ከሎ እንድሕር ዘይሰሚዕካዮ ሰጊሩካ እዩ ዝሓልፍ ዝብል ዝሓለፈ ግዜ ይዛረበና ስለዚ ሰጊርናዮ ከይንኸይድ ኢኮ ትገብር ኣላ So ናይ ሎም መዓልቲ መልእኽቲ ናባይ ተመለሱ ትብል እያ እሞ ቅድሚኡ ግን ክንጽሊ ኢና ጎይታ ክረድኣና ሰሚዕና ክንገብሮ ሰማዕቲ ጥራሕ ኣይትኹኑ እንታይ ተግበርቲ ቃል ኩኑ ዝብል ኣሎ እግዚኣብሔር ኣምላኽና ነመስግነካ ንባረኸካ ኣለና ስለቲ ግሩም ዝኾነ ወርሽፕ ተመስገን እግዚኣብሔር ኣምላክ ወጎይታየ ሕጂ ከኣ ድማ ብፍሉይ ንስካ ክትዛረበና ሰሚዕና ንከይድ ከይንከውን እግዚኣብሔር ኣምላክ ከይትሰግረና እግዚኣብሔር ኣምላክ ደግፈና እዚ ቃል እዚ ናትካ እዩ ኣነ ናተይ ሒዘዮ ዝመጻኩ ቃል ብሙሉኡ ተገዲፉ እስካ ብኣይ ክትዛረብ ንነብሲ ወከፍ ክትዛረብ ክትድግፍ እግዚኣብሔር ኣምላኬ ወጎይታ እዚ ነገር ከኣ ተጌሩ ክንሪኦ እንደገና ከኣ ንዓኻ ክነመስግነካ እግዚኣብሔር ክትድግፈና ኣቦ ንጽሊ ኣለና ካብ ትራዲሽን ዝኾነ ካብ ልምዳዊ ዘበለ ከምቲ እቲ ባርያኻ ኣብቲ መእተዊ ዝበሎ እግዚኣብሔር ኣምላኸይ ትራዲሽን ዘበለ በየሱስ ክርስቶስ ስም ይቆረጽ ብናትካ መንፈስ ክንከይድ ክትድግፈና ኣቦ እስኻ ተመላለስ እዚ ቃል እዚ ናትካ እዩ እዚ ጉባኤ ናትካ እዩ መልእክቲ ናትካ እዩ ደግፍ ንዓይ ውን ደግፍ ነዚ ህዝቢ ውን ደግፍ በየሱስ ክርስቶስ ስም ኣሜን። ትንቢት ዘካርያስሲ ኣነስ ኣይፈልጣን ዝገርመኩም ከም መጽሓፍ ቅዱስ ከማን ብዙሕ ክስታይ ኣይገብራን እየ ግን ኣዝዩ ዝገርም ካብ ምምላስ ጀሚርካስ ክሳብ'ቲ ዝመጽእ ዘመን ተርእየካ ኣዝዩ ፍሉይ ዓቢ ነገር ዘለዎ መልእክቲ እኣ ስታይ ትዘንቱ ማለት እዩ። ስለዚ እቲ ሎምዓልቲ እቲ እቲ ቀንዲ መእተዊ ካብቲ ቀዳማይ ምዕራፍ ዘካርያስ ቁጽሪ ሰለስተ እምበኣርሲ ንስኻ እግዚኣብሄር ጐይታ ሰራዊት ከምዚ ይብል ከምዚ ይብል ኣሎ፣ ናባይ ተመለሱ ይብል እግዚኣብሄር ጐይታ ሰራዊት፣ ኣነ ኸኣ ናባኻትኩም ክምለስ እየ ይብል እግዚኣብሄር ጐይታ ሰራዊት። ስለዚ ናይ ሎሚ ኣርእስቲ ናባይ ተመለሱ ዝብል ኣሎ። ናባይ ተመለሱ ክብል ከሎ ይገርመኩም እዩ፣ ክትምለስ ከለኻ እግዚኣብሄር ዘንጀርብብ መንፈሳዊ በረኸት ኣለዎ ማለት እዩ። ኣዝዩ እቲ ምንጅርባብ ከኣ ድማ ዘይውዳእ ማለት እዩ። ስለዚ ናባይ ተመለሱ ይብል ኣሎ። ብሓፈሻ እታ እዛ ክስታይሲ እዛ ናይ ዘካርያስሲ ንመን እዩ ተጻሒፉ ብዙሕ ግዜ ምስ መን ከም ተጻሓፈ ንመን ከም ተጻሓፈሲ ንዑ ክትርዳእ ኣለካ ነቲ ዝተጻሕፈሎም ነቲ ቃል ኣምላኽ እንድሕር ዘይንርድኦ እሞ በዚ ኣብዚ ዘመን እዚ ንትርጉሞ እንድሕር ኮይና ንባዕልና ተጋጊና ንካልኦት ክነጋጊ ኢና ስለዚ እዚ መጽሓፍ እዚ ነቶም ካብ ምርኮ ዝተመለሱ ኣይሁዳውያን ንዕኦም ዝተጽሓፈት እያ። ምክንያቱ ኩላህና ክንፈልጦ ንሰብዓ ዓመት ኣብ ምርኮ ነይሮም እና ምስ ተመለሱ ግን እዚ ንዕኦም ንምብርታዕ ዝተጽሓፈት እያ ማለት እዩ። መጽሓፍ ዘካርያስ ዝጸሓፈ ባዕሉ ዘካርያስ እዩ። እዩ ተባሂሉ ይእመን። እቲ ቀንዲ ሓሳቡ ከኣ እቲ ህዝቢ ናብ ንስሓ ብምምላስ መንፈሳዊ ተሓድሶ ንክጽዋዕ ማለት እዩ። ስለዚ እዚ ህዝቢ እዚ ተመሊሱ እዩ ቤት ክሰርሕ ነይርዎ። ቤት ተሰሪቱ ግን ከይወድኡ ኣብ መንጎ ተዳኺሞም እዮም። በቲ ከባቢ ዝነበረ ጸላእቲ ነቲ ቤት መቕደስ ንከይሰርሑ ጠጠው ኢሉ እዩ ነይሩ እና በዚ ምክንያት ተዳኺሞም ናይ ፋይናንሻል ናይ ስፕሪቹዋል ድኻማት ነይርዎም እዩ እግዚኣብሔር ግን ኩሉ ነገር ኣዳልዩሎም ነይሩ ብመን በቲ ንጉስ ቂሮስ ዘድልዮም ዘበለ ነገር ኩሉ ተዳልዩሎም ማለት ገንዘብ ወርቂ እንስሳ ብሩር ኩሉ ተዳልዩሎም እንደገና ከኣ ንክሰርሑ ኩሉ ኣክሰስ ረኺቦም ካብቲ ናይ ድምጺ እግዚኣብሄር ናይ ድምጺ ሰብ ስለ ዝበርትዖም ተዳኺሞም ስለዚ እግዚኣብሄር ከኣ ተመሊሱ በዚ ነብይ እዚ ከባራትዖም ከሎ ትርኢ በቃ እና እዚ ብመንፈሳዊ ነገር እቲ ዘካርያስ በቲ ቤት ምስራሕ ከኣ ሃጌ ኢሉ ይክሎም እና ነዚ ንምብርታዕ እዩ እግዚኣብሔር ኣምላክ ተመሊሱ ዝዛረቦም ዘሎ ስለዚ ናባይ ተመለሱ ዋይ እዚ ህዝቢ ሲ ከም ኣቦታቶም ክኮኑ ደልዮም ምክንያቱም ኣቦታቶም ሲ ብክፉእ መንገዶም ብክፉእ ግብሮም ይከዱ ስለ ዝነበረ ስለዚ ካብኡ ወፂኦም በቲ ኣቦታቶም ዝከድዎ ዘበለ መንገዲ ይከዱ ስለ ዝነበረ መጨረሻ ግን እግዚኣብሔር ኣምላክ ነዚ ኣካይዳ እዚ ኣይፈተዎን ምክንያቱም ካብ ስደት ተመሊሶም ተመሊሶም ከኣ ናብ ካልእ ስደት ከምርሑ ከም ዝኮነ የጠንቅቆም ኣሎ እና እዞም ኣቦታቶምሲ ይነግሮም ኣሎ ከም ኣቦታትኩም ኣይትኩኑ ኣቦታትኩም ብክፉእ መንገዲ ብክፉእ ግብርታቶም እንታይ ኮይኑ ከይዶም ንነብያት ተላኢክሎም ከኣ ድማ ኣይሰምዑን ንዓይ ከኣ ጽን ኣይበሉን እና ኣቦታትኩም ኣበይ ኣለዉ ነብያትክ ንዘላለምዶ ክነብሩ እዮም? ግናኸ ንባሮት ነብያተይ ዝተዛረብኩዎም ዘበለ ነቦታትኩምዶ ኣየርከበሎምንዶ? እሶም ከኣ ተነስሑ እሞ ኢሎም፣ እግዚኣብሄር ጐይታ ሰራዊት ብመጠን ግብርና ዝኸድናዮ ጌጋታት ብኡ መጠን ከኣ እግዚኣብሄር ገበርልና ኢሎም በሉ ኢሉ እንታይ ይነግሮም? ይነግሮም ኣሎ በቃ ናይ ኣቦታትኩም ጌጋሲ እንታይ ትበሩ ኣይትድገሙ ይብሎም ኣሎ ደሃር ተመሊሱ ከዓ እዚ መዓሲ ተዛሪቦም እቲ ዳርዮስ ንጉስ ዳርዮሲ ኣብቲ ካልኣይ ዓመት ኣብ መበል ሸምነይቲ ወርሒ እዩ ማለት እዩ እግዚኣብሄር ዝሓለፈ ግዜ ኢሉና እግዚኣብሄርሲ ይዛረብ እዩ ዝሰምዕ እዝኒ ከኣ ድማ ይደሊ እዩ ስለዚ እግዚኣብሄር ይሰምዕ እዩ ዛሬብ ዝሰምዖ ከዓ ድማ እንታይ ክገብር ከቃንዕ ስለ ዝደለ እዩ ተመሊሱ ከዓ ኣብ ሴም ቻፕተር ኣብ ዘካርያስ ምዕራፍ ሓደ ቁፅሪ ሸውዓተ ከዓ ተመሊሱ ከዓ ድማ እግዚኣብሔር እንታይ ይገብር ኣሎ ይዛረብ ኣሎ ኣብ መበል ዕስራን ኣርባዕተን መዓልቲ፣ the same year፣ ኣብ መበል ዕስራን ኣርባዕተን መዓልቲ ማለት after sixteen days ተመሊሱ እግዚኣብሄር ዘገርም ነገር ነቲ ባሪኡ ንዘካርያስ እንታይ ይብሎ ብለይቲ ሸሞንተ ራእይ ኣርእይዎ እዚ ሸሞንተ ራኢ እቲ ኣብ መንፈሳዊ ዝኸውን ዝኸውን ነገርሲ ንኹሉ የሪኦ ነሩ። እዚ ራኢ እዚ ናይ ምብርታዕ ራኢ ይብሃል። ምብርታዕ ስለዚ ካብ ድኻምኩም ተስኡ ተበራትዑ ሓይሉ፣ ከም ኣቦታትኩም ኣይትኹኑ ኢሉ ክሳብ ምዕራፍ ሽዱሽተ ናይ ምብርታዕ ሓይሊ ዘለዎ ራኢ ብባሪኡ ገይሩ ይሰድድ ነይሩ እዩ ማለት እዩ። ደሓር ግን ኣብቲ ምዕራፍ ሸውዓተ ሎሚ ኣብኡ ኢና ሞር ክንርኢ ማለት እዩ ሞር ትራዲሽን ዝኸውን ነገር እዚ ትራዲሽን ነገርሲ ናይ ብሓቂ ንባዓለይ ዘሰልቸወኒ ንዓና ውን ዘሰልቸወና ነገር እዩ ስለዚ እንደገና ከኣ ድማ ይዛረብ ኣሎ እግዚኣብሔር ይዛረብ ኣሎ ቀጻሊ ይዛረብ ኣሎ ዋይ ዝግበር ነገር ስለ ዘሎ ዝዕረ ነገር ስለ ዘሉ ዘዕረዮ ነገር ስለ ዘለዎ እዚ መልእክቲ እዚ ቲፒካሊ ናይ ኤርትራ መልእክቲ እዩ እሞ ኩላህና ክልተ እዝናና ኣጸቢቅና ንስምዕ ክልተ እዝንና ጌርና ኣጸቢቅና ንስምዓ እንደገና ኣብ ንጉስ ዳርዮስ ኣብቲ ራብዓይ ዓመት ኣብታ ራብዓይቲ መዓልቲ ከኣ እንደገና ከኣ እንታይ ይገብር ኣሎ ይዛረብ ኣሎ ዝገርም ነገር እዩ በቃ ይዛረብ ኣሎ እንታይ ይብል ኣሎ እዚኣ ክነንብባ ኢና ኮነ ከኣ ብራብዓይቲ ዓመት ንጉስ ዳርዮስ ብራብዓይቲ መዓልቲ ናይቲ ከሰለው እትበሃል ታስዓይቲ ወርሒ ናይ ወርሒ ሽም መሲላ ትስምዓኒ ከሰለው ቃል እግዚኣብሄር ናብ ዘካርያስ መጸ። ቤት-ኤል ከኣ ንሻሬጽርን ንሬጌመለክን ምስ ሰቦም ኣብ ቅድሚ እግዚኣብሄር ክምህለሉ፣ ነቶም ካህናት ቤት እግዚኣብሄር ጐይታ ሰራዊት፣ ንነብያት ከኣ ከምቲ በተን ብዙሓት ዓመብታት ዝገበርክዎ በታ ሓምሸይቲ ወርሒ ተፈልየ ኽበኪ እየ ኢሎም ክነግርዎምን ለኣኽዎም። ስለዚ እዞም ሰብ ቤት-ኤል፣ ቤት-ኤል ከተማ እያ። ቤትኤል ከተማ'ያ ነቶም ክልተ ሰባት ካልኦት ተወሳኪ ነቶም ክልተ ሰባት ብሽሞም ረቂሖም ካልኦት ተወሰኪ ኮይኖም ናብቶም ካህናትን ነብያትን ከምቲ ብዙሕ መዓልቲ ዝገበርክዎ ብክበክን ተፈልየ ክበኪ ዶ ይግብኣኒ ዝብል ኣዝዩ ኣገዳሲ very important ሕቶ ካብ ሰብ ቤትኤል ተላዒሉ እዚ ሕቶ እዚ ኣገዳሲ ሕቶ እዩ እዚ ሕቶ እዚ ሲርየስ እዩ እዚ ሕቶ እዚ ከኣ ምላሹ ንቤትኤል ተመሊሱ ዝኸይድ ኣይኮነን እንታይ ደኣ እዚ ምላሽ እዚ ኩሉ ሰብ ክሰምዖ ዝግባእ እሞ ኣነ ንስኻትኩም ከኣ ድማ ክንሰምዖ ዝግባእ እዩ። ደሓር እዚ መልእክቲ እዚ ከምዚ ኢሎም ክልእኹ ከለዉ እግዚኣብሄር ሰሚዕዎ። እግዚኣብሄር ክንዛረብ ከለና ምስ ሰባት ክንዛረብ ከለና ጽቡቕ ክንዛረብ ከለና ክፉእ ክንመክር ከለና ሕማቕን ጽቡቕን ክንዛረብ ከለና እግዚኣብሄር እንታይ ይገብር እዩ ይሰምዕ እዩ። እሱ ጥራሕ ኣይኮነን ኣብ ልቢ ዝተሓሰበ ከማን እግዚኣብሄር ይስምዕ እዩ። ዝገርመኩም ሰባት ክፉእ ዝሓሰብዎ ንዓኻ እግዚኣብሔር ይነግረካ እዩ ስለዚ ካብ እግዚኣብሔር ዝህባእ ነገር የለን ንሱ እንታይ እዩ ደምን ኩላሊትን እንታይ ዝገብር እዩ ዝምርምር እዩ ስለዚ እግዚኣብሔር ሰሚዑ ኣብ ክንዲ በዓል ሻረጥረን ረገመለክን ንዘካርያስ ዝነግርዎ እግዚኣብሔር ባዕሉ እዚ ሓሳብ እዚ እዚ ልኡኽ እዚ ናብ ምንታይ ኣምፅኦሞ ናብ ኣምጽዎ ናብ ባሪኡ ምክንያቱም ዘካርያስ ናይ እቲ ካብ ምርኮ ዝተመለሰ ህዝቢ ናቱ ነቢ እዩ ሃጌ ውን ማለት እዩ ስለዚ እቲ ሕቶ እዚ ኣገዳሲ እዩ ንብዙሕ መዓልትታት ዝተበኽየ ዝተፈለየ ክበኪ እሞ ብሓምሻይ ወርሒ ደሓር እግዚኣብሔር ግን ነዚ ምላሽ እዚ ንመን ክኸይድ ነይርዎ ነቶም ሓተቲ ነቶም ቤት ኤል ክሕተት ክምለስ እቲ መልሲ ናብኦም ክምለስ ይድለ ነይሩ በቲ ናተይን ናትኩም ግን እግዚኣብሔር ግን እንታይ ኢሉ ኢንክሉዲንግ ቤት ኤል ኢንክሉዲንግ እቶም ነዚ ሕቶ እዚ ዝለኣኹ እንታይ ኢሉ? ከምዚ ዚብል ቃል እግዚኣብሄር ጐይታ ኸኣ መጸኒ፣ ንዅሉ ህዝቢ እታ ሃገር ኢልዎ። ንዅሉ እቲ ህዝቢ ሃገርን ንዅሉ ካህናት እግዚኣብሄር ጐይታ ሰራዊት፣ ንዅሎም ማለት እዩ፣ very ኣገዳሲ፣ very serious ሕቶ ስለ ዝዀነ ኢሉ፣ በተን ሰብዓ ዓመት ኣብ ሻምነይትን ሰብዓይትን ወርሒ እትጸምዎ እትበኽይዎ ዝነበርኩም ብሓቅን ብሓቅን ኢኹም ብሓቅን ኢኹም ዝጸለኹምለይ፣ ምስ ትበልዑን ምስ ትሰትዩን ንርእስኹም ኣይኮንኩን ትበልዑ እትሰትዩ። እንታይ ኢሉ ነቲ ሕቶ እዚ ሕጂ እንታይ እዩ እተፈልየ ክበኪ ማለት ክጽልዩ ማለት ጾም ጾሎት ሕጂ እሶም ተፈልዮም እንታይ ይገብሩ ኔሮም ይበኽዩ ማለትሲ ናይ ብሓቂ እዮም ዝጾሙን ዝጽልዩን ዝማህለሉን ይበኽዩን ማለት እዩ ግን እዚሲ እሶም ሓምሻይ ወርሒ ኢልዎ እግዚኣብሔር ግን በታ ሓምሻይቲ ወርሕን በታ ሸውዓይቲ ወርሕን ንሰባ ዓመት ክሊር ይገብሩ ኣለዉ ንሰባ ዓመት ሲ ተበሊኩም ዝጸንኩሞ ዝጸለኹ ብሓቂ ንዓይ ዶ ኢልኩም ኢኹም ምስ ትበልዑን ምትሰቱን ሲ ንዓኹም ዶ ኣይኮነን so እዞም ሰባት እዚኦም ይጾሙን ይጸልዩን ይበኽዩን ይምህለሉን ደሓር At the end of fasting እንታይ እዩ ምብላዕ ምስታይ ሰለብረሽን እዩ በቃ ሰለብረሽን ሰለብረሽን ኣነስ እዚ ከምዚ ዓይነት ተመክሮ እውን ነይሩና እዩ ኣነ ካብ ኦርቶዶክስ ባክግራውንድ ስለ ዝመፃኹ ኣርባዓ ፆም ክንፀውም ኮለና ናይ ፆመ ማርያን ክንፀውም ኮለና ብጣዕሚ ደስ ኢሉና ኢና ንፀውም እና ኣቦይ ኣይፈቱን እዩ እንታይ ዝገበራ ቆልዑ ይብልዓ ገለመለ ይብል ኣደይ ከዓ ግደፈን ደኣ ግደፈን ባዕለን እንድየን ባዕለን እኮ እየን ገይረንኦ ባዕለን እየን እሞ ሕጂ ብስርዓት ኢና ንጸውም ክንጸውም ኮሎና ግን እንታይ እየ ዝጸውም ዘለኹ ሕጂ ክሓስቦ ኮሎ nothing ምንም ነገር ኣይኮነን ግን እንታይ እየ ኩሉ ሻዕ ኣብ ቅድመይ ዝቐምጥ ፋሲካ ምስ ኮነ ክዳን ክግዝኣልካ ጫማ ክግዝኣልካ በጊዕ ክሕረደልካ እቲ ሰለብረሽን እቲ ሃዋሁ ኢኻ ትርኢ ይገርመኩም ንዑኡ እንዳሓሰብኩ ኢያ ነዚ ዝብሊ ዋላ እቲ መብዛሕቱ ሰብሲ ናይ ፋሲካ መዓልቲ ተሓጺቡ ዘይፈልጥ ኣቑሑት ሽዑ ይሕጸብ ክዳን ይቕየር ናይ ገዛ ኣቑሑት መዓት ሰለብረሽን ኢዩ ሶ እዚኦም ከኣ ድማ ይበኽዩን የብሉን ይጽልዩን ግን እቲ ኣት ዘ ኢንድ ኦፍ ፋስቲንግ ዝኸውን ግን እቲ እንታይ ኢዩ ሰለብረሽን በቃ ምብላዕ ምስታይ እግዚኣብሄር ዘይፈትዎ እሞ ንሰባ ዓመት ከይዱ this is not fasting this is tradition ልምዳዊ እዩ ካብ ልምዳዊ ነገር ከምቲ ሓውና እያሱ ዝበሎ ካብቲ ልምዳዊ ነገር ክንወጽእ ይግባኣና እዩ so እዚ ኣይደለዮን ሓምሻይ ወርሒ ማለት እንታይ ማለት እዩ በቲ ሓምሻይ ወርሒ ዋው ሓምሻይ ወርሒ ሻብዓይ ወርሒ እንታይ ማለት እዩ እዞም ህዝቢ እዚኦም ሲ ኣብ ዓመት ኣርባዕተ ግዜ እዮም ዝጾሙ ሰባ ዓመት ሕሰቡ ኣርባዕተ ግዜ ኣብ ረባዓይ ወርሒ ኣብ ሓምሻይ ወርሒ፣ ኣብ ሸውዓይ ወርሒ፣ ኣብ ዓስራይ ወርሒ ኣርባዕተ ግዜ ይጸሙ፣ እዚ ኣርባዕተ ግዜ ዝጸምዎን ዝበኽይዎን ዘበለ ብምሉኡ እግዚኣብሄር ቢግ ኤክስ ሂብዎ ኣይሰምዐን ዋይ ራብዓይ ወርሒ ዝጸምዎ ንምንታይ እዩ ዋእ ሓቂ እኮ እዩ ኣነ ንስኻትኩምሲ ተንሕተት የስ ኢኻ ምክንያቱም እቲ ራብዓይ ወርሒ የሩሳሌም እቲ እቲ ናታ ቀጽሪ ጋህ ዝበለሉ ቀጽርታታ ዝፈረሰሉ እዩ ናይ ሃገርካ ዕርዲ ክፈርስ ከሎ የበኪ ድዩ የበኪ እዩ ግን እዚ ኣይተቀበሎን ካልእ ኣብ ሓምሻይ ወርሒ ከኣ ንምንታይ እዩ ኣብ ሓምሻይ ወርሒ ከኣ ድማ እንታይ ኮይኑ እቲ ናቡዛርዳን ሓለቓ እቲ ዘብዐኛታት ናይ ናቡኮዶኖጾር መጺኡ ነቲ ንጉስ ሰሎሞን ዝሰርሖ ቤተ መቅደስ ብሓዊ ኣንዲድዎ። እስያ ኣንዲድዎ እዩ በቃ ብዙሕ ካብ ብዙሕ ሃገራት እንዳመጹ ዝግረምሉ ዝነበረ ቤተ መቅደስ ሲ እንታይ ይኹን ኣንዲድዎ ካልእ እንታይ ኣንዲዱ ናቡዛርዳን ናይ ንጉስ ቤት ኣንዲድዎ ካልእ እንታይ ኣንዲዱ ኣብ የሩሳሌም ዘለዋ ኣባይቲ ብፍላይ እተን ዓበይቲ ኣባይቲ ብሓዊ ኣንዲድዎ ሶ እዞም ሰባት እዚኦም ናይቲ ቤተ መቕደስ ነዲዱ፣ ቤት ንጉስ ነዲዱ፣ የሩሳሌም ነዲዱ ኢሎም ኩሉ ሻዕ እዮም ዝበኽዩ ማለት እዩ። ደሓር እንደገና ኸኣ ኣብቲ ሻብዓይ ወርሒ ንምንታይ ኢሎም እዮም ዝጸምዎ ዝነበረ ገዳልያ ዝበሃል ምክንያቱም እቲ ህዝቢ ናብ ምርኮ ከይዱ እዩ በቃ ናብ ምርኮ ከይዱ እዩ። ገዳልያ ወዲ ኣይሁድ ኣይሁዳዊ እዩ። ሕጂ ባቢሎን እቲ ንጉስ ናቡከደንጾር ነቶም ድኻ ነቶም ድኻታት ኣትሪፍዎም እዩ። ስለዚ ገዳልያ ንዕኡ ገቨርነር ገይርዎ ምስለኒ ገይርዎ ንዕኡ ነቲ ህዝቢ እቲ እንታይ ክገብር ክ ሊድ ክገብር ማለት እዩ። ደሓር እቶም ኣይሁዳዊ ኣሕዋቱ እንታይ ገይሮሞ ንዕኡ ቀቲሎሞ። ገዳልያ መይቱ ኢሎም ሸብዓ ሰብዓ ዓመት እንታይ ይገብሩ ኔሮም ይበኽዩን ይጽሙን ይጽልዩን ኔሮም ማለት እዩ ከምዚ ኣብ ዓድና ከማን ሰብ ክመውት ከሎ ዓመት ዓመት ሚሞርያል ክስታይ ኣሎ እዩ እና ከምኡ ይገብሩ ኔሮም ኣብቲ ዓስራይ ወርሒ ከኣ ድማ የሩሳሌም ከኣ ድማ ናቡከደጾር መጺኡ ዝኸበበላ ግዜ እዩ ኩሉ የብኪ እዩ የስ የብኪ እዩ ግን እንታይ ኮይኑ እቲ ልብን እቲ ጾም ጸሎትንሲ መካየድቲ ኣይነበረን ልቦም ካልእ እዩ እቲ ጾም ከኣ ድማ ካልእ እዩ ስለዚ ኣክሽን እዩ ኔሩ ስለዚ ጾም ኩሉሻዕ ምስ ቅኑዕ ልቢ ጀንዩን ዝኮነ ልብን የድልዮ እዩ እቲ ልቦም ጀንዩን ኣይኮነን ዋላ ከምኡ ኮይኖም ኩሉሻዕ ካብቲ ናይ እግዚኣብሔር ስርዓት እንታይ ዝኾኑ እዮም? ዝወፁ እዮም ነይሮም። ናይ እግዚኣብሔር ስርዓት ፈፂሞም ኣይቅበሉን ነይሮም። ግን ነቲ ዝኾነ ነገር ይኸዱ። ስለዚ ጀንዩን ዝኾነ ወይ ከዓ ቅኑዕ ልቢ ስለ ዘይነበረ በዚ ምክንያት እዚ እግዚኣብሔር እንታይ ገይርዎ? ኣይተቐበሎን። ኣብ ኢሳይያስ ሓምሳን ሸሞንተን ሓሙሽተ እቲ ኣነ ዝፈትዎ ጾምን እታ ንነብሱ ዘሰላ መዓልቲ ከምዚ ዝመሰለ ድዩ ከም ሰልሰላ ርእስኻ ምድናንን ክሻን ሓሙኽሽትን መንጸብካ ምግባርን ነዚ ዲኻ ጾምን እግዚኣብሄር ዝቕበሎ መዓልትን ትብሎ ዘለኻ ስለዚ እቲ ጾም ጸሎት ኣክሽን እዩ ኔርዎ ኣክሽን ጥራሕ ልቢ ግን ዘይብሉ እቲ ቅዱት ልቢ ቅኑዕ ኣይነበረን። ስለዚ በዚ ምኽንያት እዚ እግዚኣብሄር ነቲ ንሰብዓ ዓመታት ዝጾምዎ ዘበለ ኣይተቐበሎን ማለት እዩ። ስለዚ ሌት ሃው ቱ ሜክ ሹር ጾም ጸሎት ክንገብር ኮለናሲ ልብና ምስቲ ጾም ሲ መካይድ ምዃኑ ክነለልዮ ኣለና። ዝሓለፈ ግዜ እዚ ንተን ደቂ ኣስትዮ ዘገልገልክዎ ስለ ዝነበረ ከምኡ ይብለን ኔረ ኤቭሪ ስሪ ማንስ ስሪ ደይስ ጾም ጸሎት ክሕሰብ ከሎሲ ኣይ ተዘራሪብክን ተመኻኺርክን ንልብኽን ዝኸበደክን ኣምጺእኽን ኢኽን ጸልያ ትብላና ትኾና ኢለ እየ ዝሓስብ ስለዚ እስ እንድሕር ኮይኑ ጽቡቅ እንተዘይ ኮይኑ ግን ከምዚ ሓደ ሰብ ዝተኸሎ ንዕኡ ፈለው ትገብሮ እተን ቀዳሞት ዝተኸልኦሲ ፈለው ጌርካ እም ኦው ሰለስተ ወርሒ በጺሓ ክስቶ በሊ ሰለስተ መዓልቲ ክጾማ ክጽልያ እዚ ጾም ኣርእስቲ ናይ ጾም ጸሎት ኣርእስቲ ገለመል ጌርኪ ኣውጽእዮ ቡም ቡም ቡም እንድሕር ኮይኑ ሲ እግዚኣብሔር ኣይቅበሎን እዩ so እዚ ግዜካ ተጥፍእ ማለት እዩ so you waste your time ሰብ ዓመት ሲ ዩ ዌስት ዩር ታይም እዩ ዝብሎ ምስ ኡኻ ንብዓት ዴ ንብዓትና እኮ ክንዕቅቦ ኣለና እዩ ይበኽዩ እኮ እዮም ንብዓት ፐርፐዝ ኣለዎ እግዚኣብሔር ዝፈጠሮ እዩ ክኸብደና ከሎ እግዚኣብሔር ክዛረበና ከሎ ክትንክፈና ከሎ ሲ ንብዓትና ጀርበብ ዘርባዕባዕ ንብል ናይ ብሓቂ እዚ ንብዓት እዚ ሲ ቨሪ ኢምፖርታንት እዩ ኣብ ኤርምያስ ትሽዓተ ሓደ ሲ እንታይ ኢሉ ኤርምያስሲ ነቶም ተወጊኦም ዝሞቱ ደቂ ጓል ህዝበይ ለይትን መዓልትን ክበክስሲ ርእሰይ ዔላ ማይ ኣዒንተይ ድማ ፈልፋሊ ፈልፋሊ ንብዓት ኮይኑ እንተ ዝኸውን መን ምሃበኒ እወ ንብዓትሲ እግዚኣብሄር ምስ እግዚኣብሄርሲ ኮኔክት ዝገብረካ እዩ ግን እታ ልቢ ቅንዕቲ ክትከውን ኮላ። ሓደ ሓደ ግዜ ክኸብደኩም ከሎ ክኸብደኒ ከሎ ቀልጢፈ ኣብታ ኣነ ዝጽልየላ ቦታ ተምበርኪኸ ብኽይ ከብል ከለኹስ ይገርመኩም ነቲ ከቢቡኒ ዝነበረ ኦል ኦፍ ኤ ሳደን እግዚኣብሄር ይኣለለይ እሞ ተፈዊሰ ይመጽእ ስለዚ ክትነብዕ ከለኻ ፈውሲ ይመጽእ እዩ። ናይ ብሓቂ ሰብ ክመወተካ ከሎ ክትነብዕ ከለካ ይወጸልካ እዩ ንብዓት ፐርፐዝ ኣለዎ ግን እዚ እግዚኣብሔር ዝሃቦም እቲ ክቡር ዝኮነ ንብዓት ፎር ነቲንግ እንታይ ገይሮሞ ኣፍሲስዎ ሓዳደ ግዜ እንድሕሪ ነቲ ንብዓትካ ዘይትዕቅቦ ብዝኮነ ዘይኮነ ምኒን ትብል እንድሕር ኮይንካ ትፈልጥ ዲካ መጨረሻ ዑረት እዩ ዘምጽእ ማለት እዩ። ዑረት ብጣሚ ሓደገኛ እዩ ንብዓትና ሲ ንዓቢ ነገር ንቁም ነገር እግዚኣብሔር ዝቀመሉ ፐርፐስ ስለ ዝኮነ ሲ ኣብቲ ዝግቡእ ክፈስስ ይግበኦ እዚኦም ግን ኣብቲ ዘይከውን ነገር እንታይ ገይሮሞ ኣብሲሶሞ ሶ ኣብቲ ሻብዓይ እንታይ ይብሎም ኣሎ እዚሲ ቅድሚ ሕጂ ነጊረኩም እኮ እየ እስኻትኩም ናይ ሰባ ዓመት ትብሉ ኣለኹም እቲ ሃገርሲ ሰላም ኮላ እግዚኣብሔር ክዛረብ ኮሎ ሰላም ኮላ እዩ ዝዛረብ ኣነን እስኻትኩም ከኣ ኣብ ሰላም ኢና ዘለና ብሓቂ ሰላም ዝተባረኽና ኢና ኣነ ተባሪኸ እየ ናይ ብሓቂ ካብ ኣነን ቤተይን ኣብ ቤት ኣምላክ ካብ ምግልጋል ዝዓቢ ነገር የለን ብብዙሕ በረኸት እየ ዘለኹ ማለት እዩ እቲ ናይ እግዚኣብሔር በረኸት ዝዓበየ እዩ ማለት እዩ ስለዚ እስኻትኩም ከምኡ እሞ ኣነ ንስኻትኩም ኣብ ሰላም ኢና ዘለና ሎም መዓልቲ ንዓይን ንዓኹም ይዛረበና ኣሎ ካብቲ ትራዲሽን ዝኾነ ነገር ክንወጽእ እግዚኣብሄር ኣብቲ ሰላም ዝነበርሉ ግዜ የሩሳሌምን ኣብ ሱርያ ዝነበራ ከተማታትን ሃዲኤን ኮሎዋ ህዝብታት ሰፊርዎ እንከሎ፣ ኣብቲ ደቡብን እንደገና ኸኣ ኣብቲ ጐላጕልን ሓዲኤን ሰላም ኣብ ዝነበረሉ፣ እግዚኣብሄርሲ እንታይ ይገብር ነይሩ? ይዛረብ ነይሩ። የሩሳሌም እተን ኣብ ዙርያኣ ዝነበራ ከተማ ሰብ ሰቢርወን ሓዲኤን ከለዋ፣ ደቡብን ጐላጕልን ድማ ሰብ ሰፊርዎ እንከሎ፣ እግዚኣብሄር ብኢድ እቶም ቀዳሞት ነብያት ገይሩ ዝኣወጆ ቃል'ዚ እዚዶ ኣይኰነን? ቀደም እዚ እዩ ተዘሪቡ፣ እዚ ክመጽእ ክዀን ብግድን እዩ፣ ምኽንያቱም ናይ ንጉስ ናቡክዶንጾር ሓዪሉ ኣይኰነን። ትፈልጡ ዲኹም፣ ኣነን እግዚኣብሄር ምሳና እንተደኣ ኰይኑ፣ ናይ እግዚኣብሄር ሕላዌ ጥሒሱ ዝመጽእ ምንም ሓይሊ የለን። ሰይጣን ዶ ገለ ድዩ መናፍስቲ ድዩ ብምንም ታምር ኣይትንክፈናን ምክንያቱም ኣብ ናይ ናይ ሰይጣን እቲ ናይ ክፍኣት መጨረሻ ሰይጣን እንድዩ ኣብ መጽሓፍ እዮብ ክትርእዮ ከለኻሲ ናይ ሰይጣን ጸግዒ እንተ ሪኢኻዮስ ክሳብቲ መጨረሻ እዩ ከይዱ ክሳብ እቲ መጨረሻ ኩሉ ነገሩ ኣፍሪሱስ ናብ ጥዕንኡ ኩሉ መጺኡሲ እንታይ እዩ ዘርእየና ሰይጣንሲ ክሳብ እቲ ዝኸዶ እንተኸደሲ እግዚኣብሔር ሐላውየና ምዃኑ እዩ ብዓቢኡ ዘርእየና ማለት ስለዚ ናይ እግዚኣብሔር ሕላዌ ጥሒሱ ዝመጽእ ምንም ነገር የለን ይገርመኩም እግዚኣብሔር ኣብቲ ሰላም ኮሎ ይነግሮም ነሩ እሶም ግን ኣይሰምዑን ስለዚ ነጉስ ናብከዶኖጸር ኣይኮነን ነዚ ህዝቢ ሓይልዎ በርቲዒዎ ንየሩሳሌም ከምዚ ገሩ ዘብረሳ ነዚ ህዝቢ ናብ ስደት ዝሰደዶ እሱ ኣይኮነን ዝገርመኩም እንታይ ደኣ እግዚኣብሔር ስላ ዝኣዘዘ ይነግሮም እኮ እዩ ንሰባ ዓመት እኮ ንሰባ ዓመት ሲ ናብ ምርኮ ክትከዱ ኢኹም ናብ ባቢሎም ክትከዱ ኢኹም ናቡከደኖጾር ክመጽ እዩ ኣብ ኣፍ ደገ ሓዊ ገይረ ኣለኹ ክዛረብ ከሎ ብኣዋጅ ዚስ ኣዋጅ ማለት ሲ እቶም ነብያት ሲ ክራይ ኣውት ብኣውያት ሚንስ ዊዝ ኤ ላውድ ቮይስ በጃኹም ተመለሱ ተመለሱ እንዳተባህሉ ኣብ ግዜ ሰላም ኩሉ ይዛረቦም ነይሩ ይነግሮም ነይሩ እዚ ክመጽእ ከም ዝኾነ እምበር ናቡከደኖጾር ሓይልዎም ኣይኮነን። እግዚኣብሔርሲ ንእዮብ ንእግዚኣብሔር ንኣብርሃምሲ እንታይ ኢልዎ ኣብርሃም ኣነ ዋልታኻ እየ እግዚኣብሔር ዋልታና እዩ ናይ እግዚኣብሔር ሕላዌ ጥሒሱ ዝመጽእ ምንም ሓይሊ የለን ንሕናስ ምስ ኣምላኽና ክሳብ ዝኾንና እግዚኣብሔር ከኣ ከምኡ ዓይነት ልምዲ ኣለዎ ደቂ እስራኤል ዘይሰምዑሉ ግዜ ኣብ መሳፍንቲ ምዕራፍ ሽዱሽተ ክትከይድ ከሎናስ እቶም ደቂ እስራኤል ምስማዕ ስኢኖም ክሰምዕዎ ኣይከኣሉን እንታይ ገይሩ ናብ ሚድያን ኣሕሊፉ ሂብዎም ሜድያን ከኣ ድማ እቲ ናቶም እቲ ዝዘርኡዎ ዘበለ እቲ ናቶም ፍርያታት ኩሉ ምሉ በቃ ኣጥፊኦም ክሳብ ኣብቲ ከረን መሕብኢ ክሳብ ንምርካብ ክሳብ ዝሽገሩ ነብሶምሲ ተሳቕያ ኔራ የሩሳ እዞም እስራኤል ማለት እዩ ሕጂ ሜድያን ንመን እዩ ጸዊዑ ንኣማሌቅ ኣማሌቅን ንሰብ ምብራቕን ሰለስተ ብዓብዩ ሓይሊ ኮይኖም ንእስራኤል ሲ እንታይ ገይሮሞ ብጣዕሚ ኣጨኒቆማ እዚ መን ገይርዎ እግዚኣብሔር ምእንቲ ክምለሱ ማለት እዩ ደሓር ግን ተመሊሶም ትፈልጡ ዲኩም ነቲ ሰነፍ እ ኣታ ሓያል ጅግና ዝተባሃለ እቲ ሰነፍ በቃ እቲ ፈሪሑ ዝነበረ እ ጌዲዮን ኣልዒሉ ንዕኡ ኣተሲኡ ብሰለስተ ሚእቲ ነቲ ክንዲ ምንታይ ዝኸውን ዓቢ ሰራዊትሲ እንታይ ገይርዎ? ሰጒግዎ። ስለዚ እግዚኣብሄር ከምኡ ዓይነት ክስታይ ኣለዎ። ህዝቢ እግዚኣብ ህዝቢ ኣምላኽ እንድሕር ዘይሰምዕ እንድሕር ኮይኑ ናብ ስደት እዩ ዝሰደካ። ን ከምኡ እዩ ዝገብር ነቲ ሕጉ ዝጥሕስ እንድሕር ኮይኑ። እቲ እዚ ኩሉ ከኣ ድማ ብመን መሲልኩም ዝመጽእ ብህዝቢ ኣምላክ። እዚ ኣህዛብ ኣይኮኑን እዚኦም ህዝቢ ኣምላኽ እዩ። ስለዚ ንሕና ኮይናዮ ዘለና ንሕና ጽቡቅ ኢና ዘለና ብሓቂ ኣብ ሰላም ኢና ዘለና ብድላይና ሰዓት ንወጽእ ብድላይና ንኣቱ ኣነ ሙሉእ ለይቲ ነዚ መንገዲ ክሓርሶ እየ ዝሓድር ምንም በቃ ሰላም ማለት ሰላም ስለ ዝኮነ ማለት እዩ ኤኒ ታይም ኣብ ካልእ ቦታ እኮ ክትኣቱ ክትወጽእ ኣሸጋሪ እዩ ገርመኩም እንደገና ከኣ ህዝብና ኣብ ፈቀድኡ ተበቲኑ እዩ ዘሎ ንሕና እዩ ጢዒምና ዘሎ እምበር ክንደይ ኤርትራዊሲ ሆምለስ ኣሎ እኮ ትፈልጡ እንድሕር እንድሕር ኮይና ክንደይ ወረቀት ዝሰኣነ ኣሎ ክንደይ ዝተሸገረ ኣሎ ክንደይ ኣብ ባሕሪ ዝጠሓለ ኣሎ ክንደይ ኣብ ፈቀድኡ ኣብ ናይ ሳብስታንስ ክስታይ ኮይኑ ዘሎ ብ ብእስቲ ዝበዝሐ ህዝብናሲ ኣብ ጽቡቅ የለን። ስለዚሲ እዚ ንሕና ተበቲንናዮ ዘለና እዚ መንፈሳዊ ምብታን ኣይኮነን እቲ ዘይምእዛዝ ዘምጸኦ ነገር ኮይኑ ዘሎ ስለዚ እዚ ክገብር ዝኽእል እዚ ንሃገር ብሰላም ንክትከውን ንከይትከውንሲ ወሳንነት ዘለዋ ቤተክርስትያን እያ ቤተክርስትያን ንኣምላኽ ክትሰምዕ እንድሕር ኮይና ትሰምዕ ቤተክርስትያን ክበሃል ከሎ ከኣ ድማ ናይ ውሑዳት ዘይኮነ ኣነ ንስኻትኩም ኢና እንድሕር ዘይትሰምዕ እንድሕር ኮይና ስደት ይመጽእ ስለዚ ስደት መጺኡ በቃ ስለዚ ነጊርዎም እዩ ኣብ ሰላም ኣነ ንስኻትኩም ኣብ ሰላም ኢና ዘለና ሕጂ ውን ካብዚ ክንመሃር እሱ ንዕኦም ከኣ ክምህሮም እዩ እዚ ኩሉ ዝነግሮም ዘሎ ደሓር ከምዚ ኢሉ መጺኡ ናብቲ ምዕራፍ ሸሞንተ ክመጽእ ከሎ እቲ ኮንክሉዥን እዩ ማለት እዩ ናብቲ መደምደምታ የምጽኦም ኣሎ ሰዓት ናብቲ መደምተምታ የምጽኦም ኣሎ ማለት እዩ እግዚኣብሄርሲ እስቲ ትገብር እዚ ትገብር ከም ኣቦታትኩም ትኮኑ ኣለኹም ንሰብ ዓመት ነንሰንስ ዝኾነ ጾም ጸሊኹም ቤተ መቅደስ ጀሚርኩም እንሆ ክንደይ ዓመት ኮይኑ ዓመታት ኮይኑ ኢሉ ነምበር ዋን ነምበር ቱ ነምበር ስሪ ጌጋ ኢሉ ዝጽብጽብ ኣይኮነን እንታይ እዩ ዝገብር ናብቲ ናብቲ መደምደምታ ናብቲ ቀንዲ ነገር የምጽኦም ኣሎ። ናብቲ ጠንቂ፣ ናብቲ Cause፣ የምጽኦም ኣሎ። ንሓደ ሰብ ክትዛረቦ ከለኻሲ እዚ ጌርካ፣ እዚ ጌርካ፣ እዚ ጌርካ ክትብሎ ከለኻ ኦኬ እሱስ ከምኡ ጌሩ ደሓርከ Solution ሒዝካ ክትመጽእ ኣለካ። ናይ ሓደ ነገር። ሽግሩ ምፍላጥ ናይቲ ናይቲ ሶሉሽን ሲ ፊፍቲ ፐርሰንት ረኺብካዮ ኣለኻ ይብሉ እዞም ዓዲ ነቲ ሶሉሽን ንክትረክብ ከዓ ግዜ ኣይወስደልካን እዩ እታ ጠንቂ እንድሕር ተፈሊጣ እታ ሶሉሽን ሲ ኢዚ እያ በቃ እቲ ግዜ ዝወስድ ጠንቂ ምፍላጥ እዩ ስለዚ ሎም መዓልቲ እቲ ጠንቂ ክንሪኦ ኢና ጠንቂ ናይ ሃገርና ውን ክንሪኦ ኢና ማለት እዩ ሕጂ እንታይ ኢልዎም እግዚኣብሄር ኣብቲ ምዕራፍ ሸሞንተ ከምዚ ዝብል ቃል እግዚኣብሄር ከኣ ንዘካርያስ መጸ እግዚኣብሄር ጐይታ ሰራዊት ከምዚ ይብል ኣሎ፣ ሓቀኛ ፍርዲ ፍረዱ፣ ንሓድሕድኩም ድማ ሰናይ ምሕረትን ግበሩ፣ መበለትን ዘክታማትን ስደተኛታትን ድኻን ኣይትግፍዑ፣ ካባኻትኩም ሓደ'ኳ ብልቡ ንሓዉ እከይ ኣይሕሰበሉ። ሕጂሲ እቲ ቀንዲ ናይቲ ምብታን ኰይኑ ዘሎ፣ እዚ እዩ እዚ ከኣ መዓስ ተዛሪብዎም all of a sudden ምጽእ ኢሉ ኣይኮነን ቀጺዕዎም ኣብቲ ሰላም ዝነበረሉ እዋን ሽዑ ተዛሪብዎም እዩ ደሓር እንታይ ኢሉ እቲ ሓደ ሽግር ሓቀኛ ፍርዲ ኣይፈርዱን መን እቲ እቲ ህዝቢ ማለትሲ እቲ እቲ leadership ክትሪኦ ከለኻ ሕሙም ዝኾነ leadership እዩ ሕሙም ዝኾነ leadership ሲ መቐጸልታ ነገር ኣይክህልዎን እዩ ምብትታን እዩ ዘምጽእ እዩ ዝብሎ ዘሎ ስለዚ እቲ leadership ሕሙም ስለ ዝኾነ ኣብቲ ሊደር ኣብቲ Leaders ዘለዉ ኣብቲ ላዕሊ ዘለዉ ሓቀኛ ፍርድን ኣይፈርዱን ሓቀኛ ፍርዲ ኣይፈርዱን ነንሕድሕዶም ከኣ ሰናይ ኣይገብሩን እዮም እንደገና ምሕረት ከኣ ኣይገብሩን እዮም እቲ ዝኸፍኣ ነገር ከኣ ንመበለት ንሰደተኛ ንዘግታም ንድኻ እንታይ ይገብሩ ኔሮም ይብድሉ ኔሮም እዩ እግዚኣብሄር በዚኦም ኣርባዕተ ዝመጾም ኣይደልን እዩ ሕሰቡ ኣብዚ ዓዲ ሕጂ ናይ ስደተኛ ነገር ኣነ ብጣዕሚ ነዛ ሃገር ብጣዕሚ እየ ዝፈርሕ ብርግጽ ናቶም ካኣ ሓቅነት ኣለዎ እንድዩ ሓደ ሓደ ግዜ ግን እቲ ስደተኛ ክንከራተት ኮሎ ሓደገኛ እዩ ነታ መሬትሲ ሽግር እዩ ማለት እዩ ብርግጽ ስደተኛ ብዙሕ ነገር ዝገበሮ ነገር ኣሎ ብጣዕሚ ደስ ዘይብል ነገር ን ኣብዚ ሃገር መጺኻሲ ተፈላሊና ኢና ኢልካ ብሓደ እንዳ ነበርካ ካብ ገቨርመንት ብዙሕ ነገር ትወስዶ ነገር ከምኡታት ኣሎ እዚ ክዛረብዎ ኣሎ ሓቂ ግን ብካልእ ወገን ካኣ ድማ ደቆም ክምህሩ ለይትን ማዓልትን ክስታይ ክገብሩ ዝመጹ ብዙሓት በቃ ሰባት ኣለዉ ከም ስደተኛ ማለት እዩ ንሓንሳብ ከም ስደተኛ ሓደ ሓደ ግዜ ብከለርካ ክዛረቡ you are brown ክብሉኻ We need people next door ክብሉኻ ከለዉ ኣብ መን ኣብዚ እንታይ እዩ ዝበሃል ኣብ ቀርኒ ኣፍሪቃ ኢስት ኣፍሪካ ምንም ኮንትሪቢዩት ኣይገበሩን ክትበሃል ከለኻ ዝስምዓካ ነገር ኣሎ። ምክንያቱም ስደተኛ ሲ ክተጋፍዖ እንድሕር ኮይና ነቲ መሬት እቲ ነቲ ሃገር እቲ መርገም እዩ ዝመጽእ። ንስደተኛ ምግፋዕ ማለት ሓደገኛ እዩ። ንመበለት ሓደገኛ እዩ። ንድኻ ሓደገኛ እዩ። ንዘግታም ከኣ ሓደገኛ እዩ ማለት እዩ so እግዚኣብሔር በዚ ዝመጽዎ ኣይደልን እዩ so እዞም ሰባት እዚኦም ቀደም ስደተኛታት ነይሮም እዞም እስራኤላውያን a ነጊርዎም እዩ ኣብቲ ናቶም ጽሑፍ ኣሎ ደቂ ኣብ እስራኤል ኮሎኹምሲ ኢልዎም ስደተኛ ከም ዝነበርኩምሲ ዘክሩ እሞ ነቶም ስደተኛ እስከ ኣይትግበሩ ተባሂሎም እዮም ዝሓለፍዎ እንደገና መሊሶም ከኣ ከምኡ ክገብሩ ኮሎዉ እግዚኣብሄር ናይ ብሓቂ እዚ ከኣ ድማ ብተደጋጋሚ እዩ ተነጊርዎም ተነጊርዎም ግን እሶም ግን እንታይ ኮኑ ኣይሰሙ ካልእ ብልቦም ከኣ ንሓዎም እንታይ እከይ ይሓስቡ እግዚኣብሄር ነገሩ ኩሉ ኣብ ልቢ እዩ ኣብ ልቢ ዝተሓሰበ ነገር whether it's good or bad ሓደ መዓልቲ ማንፌስት ይኸውን እዩ ይወጽእ እዩ ስለዚ እግዚኣብሄር ምስ ልቢ ንሓወኻ ብልብኻ ትጸልኦ ዘለኻ እንድሕር ኣለኻሲ ምሕረት ግበረሉ እግዚኣብሔር ኣይፈቱን እዩ ኣይፈቱን እዩ ብፍጹም በቃ ኣይፈቱን ብልብኻ ንሓወኻ እንድሕር በዲሉካ በዲልኒ ምባል ጽቡቅ እዩ እንተዘይኮይኑ እከይ ምሕሳብ ግን ተመሊሱ ናብቲ እከይ ዝሓስብ እዩ ዝመጽእ እና ምጥንቃቅ ኣሎ ስለዚ እቲ ሊደርሺፕ ብጣዕሚ ዝንቡዕ ዝኾነ ሊደርሺፕ እዩ ነይሩ ሓቀኛ ፍርዲ ኣይፍረድን ነይሩ እንድሕር ሓቀኛ ፍርዲ ዘይትፈርድ እንድሕር ኮይንካ እንድሕር እቲ ሽግር ናባኻ እዩ ዝመፅእ ማለት እዩ እና እዚ እዩ ዝነግሮም ነይሩ እዚ እቲ ጠንቂ ሕጂ እግዚኣብሔር ዝብሎም ዘሎ ነቲ ጠንቂ እዚ ጠንቂ ሲ እዚ ኣቮይድ ግበርዎ እምበር እቲ ምብካይ እቲ ናብ ዛርዳን ክስታይ ዝገበሮ ቤት ዘንደዶ ንዕኡ ምብካይ ንገ እሱ እግዚኣብሔር ይኹን ዝበሎ እዩ እሱ ኣይኮነን ዝብሎም ዘሎ እሶም ግን እንታይ እም ዘሎም እምቢተኛ እንግዳ እምቢ በቃ እምቢ እምቢ ዝብሉ ሰባት ኣለዉ ሓቂ ምስ እምቢ ዝብል ሰብ ኣነ ክከዓየ ኣይክእልኒ እምቢ ኣነ ዝበልክዎ እንተዘይኮይኑ ማይ ወይ ኢዝ ሃይ ወይ እምቢ በቃ እምቢ ዝብል እንግተኛ ዘለዎ እግዚኣብሔር ኣይፈትውኒ ስለዚ እሶም እምቢተኛ እንግዳ ሃቡ እዩ ዝብል ትንቢተኛ ኣይሰምዑን እ ኣይሰምዑን እንደገና እዝኖም እንታይ ገበሩ ኣጽመሙ እ ልቦም ከም ኣልማዝ ገይሮሞ ኣልማዝ ክብል ከሎ እምኒ ማለት እዩ ከም ልቢ ገይሮሞ ስለዚ እዚ እቲ ቀንዲ ከውስ ጠንቂ እዩ ማለት እዩ ናይ ሓደ ነገር ጠንቂ እንድሕር ፈሊጥካዮ ንሶሉሽን ቀሊል እዩ ማለት እዩ። እዚኣ ሲ ብቀዳማይ ይሰምዐ ነይረ ሲ ኩላህና ንፈልጣ ኢና ምሽ ርእስና ክንሓምም ከሎና ርእስና ክንሓምም ከሎና ሲ ታላኖል ወር ኣይቢፕሮፌን ንወስድ ምሽ ሕጂ እሱ ኣይኮነን ዝኸውን እንታይ ደኣ ገለ ነገር ኮይነ ንወስድ እንዲና እንድሕር ቀጻሊነት እንድሕር ኣሎ ናይቲ ርእስና ምሕማም ጠንቂ ክንፈልጦ ክፍለጥ ኣለዎ ናብ ዶክተር ክትከይድ ኣለካ ደሓር እንታይ ኢሉ ሓደሲ እታ እሱ ዝበላ ርእሰ ሕማምን ረስንንሲ ሕማም ኣይኮነን ሲምፕተም እዩ ይብሎ ሲምፕተም እዩ ወይ ከዓ ድማ እቲ ናቱ ኣውትካም እዩ ስለዚ ናብቲ ክስታይ ናብቲ ኮይንካዮ ዘለኻስ ናብኡ ኢኻ ክትከይድ ዘለካ ወይ ናብቲ ሓኪም ክትከይድ ኣለካ ብል ነይሩ ስለዚ እዚ ትጠንቂ እዩ ማለት እዩ ደሓር እዚ ጠንቂ'ዩ፣ ደሓር እቲ ሳዕቤኑ ከኣ ድማ ክንሪኦ ኢና፣ እቲ ኣበይ'ዩ ዘሎ፣ ኦው ያ ደሓር ስለዚ ካብ እግዚኣብሄር ጐይታሰ ዓቢ ቍጥዓ ኰነ፣ ዓቢ ቍጥዓ ኰነ፣ ኰነ ድማ ከምቲ ንሱ ዝጸውዐ ንሳቶም ከኣ ዘይሰምዑ፣ ከምኡውን ንሳቶም ጸውዑ ኣነ ኸኣ ኣይሰምዕን ይብል እግዚኣብሄር ጐይታ ሰራዊት። ኣነውን ናብቶም ዘይፈልጥዎ ዘበሉ ኵሎም ኣህዛብ በተንክዎም፣ እታ ሃገር ከኣ ሓደ እኳ ዘይሓልፋ ዘይምለሳን ኰይና ብድሕሪኦም ባደመት፣ እታ ሃገር ደስትኣውን ባደመ። ሕጂ እዚ እዩ፣ እዚ እዩ ክፈልጥዎ ኣብ ልዕሉ እቲ ንሕና ኰይንናዮ ዘለና እቲ ጠንቁ እንተ ንፈልጥሲ ክንደይ ምሃበ፣ ግን ሕጂ እቲ ጠንቂ ይወጽእ ኣሎ። እግዚኣብሄር ኣብቲ ግዜ እቲ ኣብቲ ሰላም ዝነበርናዮ ሸውዓተ ዓመት ናጽነት ምስ ኮነ ሸውዓተ ዓመትሲ ሰላም ኣብ ዝነበረ እግዚኣብሄር ይዛረብ ነይሩ እዩ ይዛረብ ነይሩ እዩ እዚ ከኣ ድማ ኣብ ሰላም ግዜ እዩ ስለዚ እዞም ሰባት እዚኦም እንታይ ገይሮም እግዚኣብሄር ሽዑ ተቖጢዑ ምክንያቱ እቲ እግዚኣብሔር ይዛረብ ይዛረብ ንስሓ ታይሚንግ ኣለዎ ማለት እዩ ኣብቲ ግዚኡ ዘይትምለስ እንድሕር ኮንካ ሽዑ እግዚኣብሔር በቲ ናቱ ግዜ ይትስእ እዩ እግዚኣብሔር ሲ ንኩራ ደንጓይ እዩ ደንጉዩ እዩ ማለት ንኩራ ደንጓይ እዩ ቀልጢፉ ክስቲ ኣታክ ዝገብር ኣይኮነን ግን እሶም ኣይቋጸርዎን እዝኖም ክኣ እንታይ ገሮም ኣጽመሙን ልቦም ከም ኣልማስ ገበርዎ እንዳበለ ክብል ከሎ ኣብ መጨረሻ ግን እግዚኣብሄር እቲ ግዜኡ ናይ ንስሓ ግዜ በቲ ናቱ ግዜ ተወዲኡ ሽዑ ቁጥኡ ተላዕለ ከምቲ ኣነ ዝጸዋዕኩ እሶም ዘይሰምዑ ኣነ ዝጸዋዕኩ ከኣ ኣይሰምዕን ደሓር እኮ እንታይ እዩ እንታይ ማለት መሲሉኩም ልክዕ እግዚኣብሄር ቁጥዑ ምስ ዘበለ እቲ ነገራት ምስ ረኣይዎ እሶም ከኣ በጃኻ መሓረና ክብሉ ጀሚሮም እግዚኣብሄር ግን እቲ ግዜ ሓሊፉ እዩ በቃ ሕጂ መቅጻዕትኹም ውሰዱ ኢሉ ንሰብዓ ዓመት በቲንዎም ማለት እዩ ኣብ ዝተበተንዎ ከኣ ድማ ኣብ ዘይፈልጥዎ ኣብ ኩሉ እዩ በቲንዎም ኣብ ሓደ ቦታ ኣይኮነን ኣብ ኩሉ በቲንዎም እቶም ዝተበተኑ ከኣ እንታይ እምነት ዘለዎም ብዕንጨይትን ብእምንን ዝኣምኑ ሰባት ናብኦም እዩ ሰዲድዎም ብድሕሪኦም ግን እታ ሃገር እንታይ ኮይነት ባደመት ብድሕሪኡ ናይታ ሃገር ደስታ ጠፊኡ ማለት እንዳውም እግዚኣብሔር ንዕኦም ብሌም ገይርዎም ብሌም ገይርዎም ብድሕሬኹምሲ ብታ እንታይ ኢልዎምሲ ኣሕዛብ በትንክዎም እታ ሃገር ከኣ ሓደ እኳ ዘይሓልፋ ሓደ ሰብ ዘይሓልፋ ዘይምለሳን ኮይና ብድሕሪኦም ባደመት ነታ ሃገር ደስታ ከኣ ኣባዲሞማ ንዕኦም blame ጌርዎም ማለት እዩ ስለዚ ቤተ ክርስትያን እግዚኣብሔር ዝበላ ነገር ዘይትሰምዕ እንድሕር ኮይና እንድሕር ተነሳሕ እንድሕር ኮይኑ እንድሕር ከምዚ ኣሎ ቤተ ክርስትያን እንድሕር ዘይትገብር እንድሕር ኮይና እታ ሃገር ከባድምዋ ዝኽእሉ ህዝቢ ኣምላኽ እዩ። ህዝቢ ኣምላኽ በትክክል መንገዲ ዘይከይድ እንድሕር ኮይኑ ነታ ሃገር እዚ ከምዚ ዝኣምሰለ ሽግር ይመጽእ እዩ ስለዚ እግዚኣብሔር ምጽእ ኢሉ ኣያጋድምን እዩ ሰይጣን ከኣ ስልጣን የብሉን ዝኾነ መራሒ እውን ስልጣን የብሉን ሃገር ከባድማ ዘኽእል ህዝቢ ኣምላኽ እዩ ህዝቢ ኣምላኽ ድምጺ እግዚኣብሔር ዘይሰምዕ እንድሕር ኮይኑ ህዝቢ ኣምላኽ ካብቲ ትራዲሽን ዝኾነ ጾም ጾሎት እንተዘይወጺኡ እንታይ ይኸውን እዩ ይባድም እዩ ስለዚ ኣይትሓዙለይ ምናልባት ብፖለቲክስ ብገለ ገለ ገለ ክትብሉ ትኽእሉ ሓቂ ተዛሪብካ ኣብ መንገዲ ባቡር ደቅስ እዩ ዝደሌኹም ግበሩ ዋላ ብእምኒ ብዳርባ እምኒ ቀጥቅጡኒ ናይ ሃገርና ሽግር ናይ ፖለቲካ ሽግር ኣይኮነን ብፖለቲካ ውን ፈጺሙ ክምለስ ኣይክእልን እዩ ኣኮርዲንግ ዲስ ኮንቴክስት ናይ ሃገርና ሽግር ናይ ቤተ ክርስትያን ሽግር እዩ። እዚ እዩ ክዕረ ዝግብኦ። ንሕና ኢና እዚ ከኣ ድማ ክንዕርዮ ዝግብኦ። እዚ ናይ ሰይጣን ሽግር ኣይኮነን ናይ ፕረዚደንት ኢሳያስ ሽግር ኣይኮነን። ምናልባት ንዑ እንተጠቂሙ እውን እዚ ኩሉ ክኸውን ይኽእል ኣይፍለጥን እዩ። ግን እግዚኣብሔር ግን ኣብቲ ግዜ ግን ይዛረብ ነይሩ ይዛረብ ከም ዝነበረ ከኣ መጽሓፍ ተጻሒፉ እዩ። ምክንያቱም እታ መጽሓፍ እቲኣሲ ኣንቢበ እየ ምርዳእ ኣብያትኒ እንታይ እያ ትብል ረሲዐያ ነዊሕ ግዜ ኮይኑሲ ጸልማት ይመጽእ ኣሎ ጸልማት ይመጽእ ኣሎ ተነስሑ ኢለኩም እነሆ እቲ ጸልማት ኣርኪቡ ኢሉ ክዛረብ ከሎ ደሓር እንታይ እዩ እዚ መጽሓፍ እዚ እቲ ኮንክሉዥን ዘይብሉ መጽሓፍ ኣንጠልጢሉ ገዲፍዎ ኢለ ተንጠልጢሉ እዩ ተሪፉ ስቲል ዊ ኣር ኢን ዳርክ ክስታይ ኢና ዘለና ስለዚ ግዜ ግዜ ኣይተወደእን ኣለና ብልቢ ብልቢ ስለዚ ህዝብን ስለዚ ናኣናን እንተደኣ ተነሲሕና ናይ እግዚኣብሔር ናይ ናህና ናይ ሃገርና ነገር ይውዳእ እዩ እዞም ሰባት እዚኦም ሰባ ዓመት ዘይጠቅም ዳንኤል እኮ ገና ጸሎት ክሓስብ ዳንኤለየ ጸሎትካ ተሰሚዑልካ ዝብሎ ነገር ኣሎ ንስዑ ይሰምዖ እኮ እዩ ዕስራን ሓደን መዓልቲ ይሰምዖ በቃ ይሰምዖ ጥራሕ ዘይኮነ ናይቲ ዝመጽእ ዘመን ኩሉ ራኢ የርእዮ ኔሩ ይጥቀመሉ ኔሩ so ንሕና ሕጂ ንኽእል ኢና ማለት እዩ እንድሕሪ እቲ ጠንቂ ፈሊጥናዮ እዚ እዩ ናይ ሃገርና ነገር ሕሰቡ ከም ከም ሩዋንዳ ሩዋንዳ ሲ ዓብዪ ሽግር ነይርዎም ጆኖሳይድ ነይሩ ሲቪል ዋር እቲ ዝኸፍአ ሲቪል ዋር ሲ ነንሕድሕዶም ተቓቲሎም ብሚልየንስ ዝቑፀሩ ህዝባት ተወዲኦም ኣነስ በቃ ከማን ሓደ ግዜ ሓደ ዝረኣኹዎ ክሳብ ሕጂ ነቲ ህፃን ቆልዓሲ ከምዚ ጠውዮም ናብቲ መንደቕ ክድርብዎ ከለዉ እዚታት you know ብጣዕሚ ዘስካሕክሕ ነገር እዩ ተገይሩ እሶም ግን ከመይ በቃ ሕጂ እቲም ክፉእ ዝገበሩ እሶም ኣብ ፍርዲ ክቀርቡ እዮም ንሕና ግን ንታዕረቅ ኢሎም ናብቲ ሓቀኛ ዝኮነ ንስሓ መጺኦም ይገርመኩም ርዋንዳ ሕጂ ኤቨር ግሪን ብጣዕሚ ትዓቢ ዘላ እንዳዓበየት ትከይድ ዘላ ይገርመኩም ካብ ኣሜሪካ ናብኡ ኢንቨስት ዝገብሩ ብዙሓት እዮም ዝገርመኩም ካብ ሙሉእ ዓዲ ካብ ሙሉእ ሃገር ኢንቨስት ኤቨር ግሪን ብጣዕሚ ትግስግስ እያ ዘላ ስለዚ ሓንቲ ሃገር ክትጠሚ ሓንቲ ሃገር ክትባድም ሓንቲ ሃገር ዘይትዓቢ ሓንቲ ሃገር ተረሚሳ ትተርፍ እ ተረሚሳ ትተርፍ ይርድኣኩም እዩ እቲ ሽግር ናይ ቤተክርስትያን ምክንያቱም ቤተክርስትያን እንድሕር ሓይላ you know ደጌታት ሲኦል ሲ ኣይሕይሉ እያ እንድሕር ሃየላ ሲ ኣይሕይሉ እያ እዩ ክትብርትዕ ስለዚ ፓስተር ዝሓለፈ ግዜ ሲ ሓይሊን ብርትዐን እንዳበለ ይዛረብ ነይሩ እሞ እግዚኣብሔር ኣምላክ እዚ ይወስኸልና እዚ ኢና ክንሓስብ ፕሊስ ኣነ ብጣዕሚ ሰልቺኒ እዩ ንሃገርና ጸሎት ስለ መንእሰያት ጸሎት so we have to know እቲ እቲ ጠንቂ ጠንቂ ክፍለጥ ኣለዎ ጠንቂ እንድሕር ፈሊጥናዮ ይገርመኩም እግዚኣብሄር ሎሚ ንዓና ንዓይን ንዓኹም ይዛረበና ኣሎ እዚ ትራዲሽን ካብ ዝኾነ ዌስት ዝኾነ ዘይጠቅም ጾም ጸሎት ክንወጽእ ይግባኣና እዩ ኣነ ከምኡ እዩ ዝርዳኣኒ ኢንፋት ቅድሚ ሕጂ እዚ ቅድሚ እቲ ምጽናዕይ ሲ እስቲ ቅድሚ ሽዱሽተ ወርሒ ሸውዓተ ወርሒ ሲ እቲ ዝጽልዮ ጸሎት ሲ በቃ ሴንስ ምሃብ ኣቢኒ በቃ ደሃር እንታይ ኢለ ኣለም ጸሃይ ሲ እንተ ዘይ ጾመት እንተ ዘይ ጸለየት እንተ ከምቲ ግቡእ እንተ ዘይ ጸለየት ሲ ዝባኽዩ ሰባት እኮ ኣለዉ ዝነብዑ ሰባት ኣለዉ እኮ ንምንታይ ናይ ሃገርና ጉዳይሲ ዘይውዳእ ገለመለ ኢለ ክስታይ ይገብር ነይረ ምኽንያቱምሲ so ኣብዚ ኢና ተሓላሊፍና ዘለና ኣብዚኣ እያ ጠፊኣትና ዘላ ስለዚ እዚ እቲ ጠንቂ ኮይኑ ዘሎ ምኽንያቱም ቤተክርስትያን ዋላ ኣብዚ ብዙሕ ሽግር ኣሎ ኣይ ቲንክ ከምዚ ዝኣምሰለሲ ኣብ ቱ ታውዘንድ ፊፍቲን መልእክቲ ኣቕሪበ ነይረ ይዝከረኒ እዩ ንባዕለይሲ እንታይ ይብሎም ነይረስ ሓንቲ ቤተክርስትያን ኣብ ኣስመራ ከለና ማለት እዩ ኣነ ናይ ዝኾነት ቤተክርስትያን ኣብ ኣስመራ ኣባል ኣይነበርኩን ግን ዝሪኦ ማለት እዩ ቤተክርስትያን ንቤተክርስትያንሲ ዘይራኸባ በቃ ሓንቲ መስንግስቲስ ዝተፈላለየት ካብቲ ሓደ ዝገብሮሲ እቲ ዶክትሪን ሓደ ዝፈላልዮ ይበዝሕ። ስለዚ እቶም ሙሉእ ወንጌል ነቶም ኣብ ክስታይ ዘለዉ ኣብ እንዳ ማር እንዳ መድሃኒኣለም ዘለዉሲ ይንዕቅዎም በቃ። ሓደ ከምዚ ዝኣምሰለ ዘማሪስ ንሓንቲ ኣብ መድሃኒኣለም ተምልኽ ዝነበረት እስኻትኩም እኮ ኣይደሓንኩምን ኢና እንብለኩም። እንደገና ከኣ እቲኦም ከኣ ድማ ነቶም ጓይላ ክስታይ ትገብሩ እዚ ትገብሩ እቲ ሓደ ሓደ ከማን እንታይ ኢሉ ዝኾነት ቤተክርስትያን ንዓና ኣይተቀበለትናን ይብሉ ድማ ሓደ ከኣ ድማ ኮምፕሌን ይገብር ኔሩ ዝተኣሰረ ምስ ተፈትሐ ማለት እዩ ሕጂ እዚ ዘይምቅብባል ኣሎ እንድሕር ሪኢናዮ ንበል ኢና እዚ ናይ ከኒሻ መዝሙር ኮይኑ ገለ መለ ኢልና ሲ ዘሸግረና ሰብ ኔሩ ሓደ ግዜ ናይ ከን ንስኻትኩም ናይ ከኒሻ መዝሙር እንዳ ዘመርኩም መዝሙር ሰላም እኮ ንባዕሉሲ መልእክቲ እኮ እዩ ክትሪኦ ከለኻ ኣነ ብጣዕሚ እየ ዝፈትዎ መልእክቲ እዩ መዝሙር ሰላም በቃ ብጣዕሚ ዝንዕቆ ኩሉ ሻዕ እዚ እንዳ ዘመርኩም ኢሉሲ ነቶም መዝሙር ሰላም ዝዝምሩ ዝነበሩሲ ኮፍ ኣቢልዎም መጨረሻ ግን እግዚኣብሄር ብገለ ገለ ጌሩ ወሲድ በቃ ካብቲ ቦታ ካብዚ ቤተክርስትያና ከይዱ ማለት እዩ ሕጂሲ ዎረን ግሪን መን እዩ እዚ ዋረን መን እዩ ዝብሃል ዘ ደሪብል ዘ ፐርፐዝ ኦፍ ደሪብል ላይፍ ዝጸሓፈ ክጽሕፍ ከሎሲ እንታይ ኢሉ እቲ ሓደ ስሎው ኮይኑኒ መዝሙር ይብል እቲ ሓደ ከኣ ድማ ሃት ኮይኑኒ ይብል እዋ ሃት ኮይኑ ስሎውሲ ንዓኻ እኳ ኣይተጸሓፈን ኢሉሲ እዩ ዝጸሓፎ ነገር ኣሎ ስለዚ ገሊኦም ጓይላ ይብሉኻ ገሊኦም ከኣ ድማ ስሎው ይብሉኻ ከምዚ ዓይነት ነገር ኣሎ በቃ እቲ እዚ ኩሉ እንታይ እዩ ዘይምዕባይ ናይ ቤተክርስትያን እዩ ማለት እዩ ስለዚ ምዕባይሲ ብጣዕሚ ከገድስ እዩ ማለት እዩ ትምህርቲ ከገድስ እዩ ትምህርቲ እዩ ዘናግፈካ ማለት እዩ እና ከምዚ ዓይነት ሽግራት ዘይምቅብባል ካብ ቤተክርስትያን ናይ ቤተክርስትያን ከም ዘሎ እና እዚታት ምትዕርራይ ከም ዘለዎ ቅድሚ ምዕፃወይ ግን ሓንቲ ጽሕፍቲ ኣለሃ ሓደ ሰብ ዝበላ እዩ ዝሓለፈ ግዜ እዚ መልእክቲ ነዘን ደቂ ኣንስትዮ ዘቕረብክዎ ኣብ ኤፕሪል ሰቨንቲን እዩ ነይሩ ግን ኣብ መይ መን እዩ ንሰለስተ ሰሙን ሃገራዊ ንስሓ ብዝብልሲ ካብ ሙሉእ ዓለም ናይ ኣመንቲ ዝኾኑ ብሓደ ኮይኖም ንሃገራዊ ንስሓ ብዝብል ዕስራን ሓደን መዓልቲ ጾም ጸሎት ተጌሩ ኣነ ከማን ናቶም ፓርት ኣይኮንኩን ግን ምስኦም ከኣ ጾም ጸሎት ይገብር ኔረ ምስቲ መልእክተይሲ ዝሰማማዕ ስለ ዝኾነ ማለት እዩ እቲ ክስታይሲ ዶክተር መሓሪ ደበሳይ ዝብሃል ሰብኣይ ብኡ ዝምራሕ በዓል ዶክተር ርስቶም ዝርከብዎም ካልኦት ዓበይቲ ሰባት ዘለዎም ክጽውዑ ከለው ካብ ኦርቶዶክስ ካብ ካብ ካቶሊክ ካብ መካነ የሱስ ካብ ሉተራን ካብ ዝተፈላለየ ቤት እምነት ብመጽሓፍ ቅዱስ በዚ መጽሓፍ ቅዱስ ዝኣምኑ ንወንጌል ዝኣምኑ ንኹሎም ዓዲሞም ንዕስራን ሓደን መዓልቲሲ ኣዝዩ ዝገርም ትምህርቲ ኣዝዩ ዝገርም ጾም ጸሎት ተገይሩ በቃ ይገርመኩም እሱ እዩ እግዚኣብሔር ዝደልየና ዘሎ እና እንታይ ኢሉ ሓደ ሪቨረንድ ሽሙ ኣይሓዝክዎን ሓንቲ ነገር እዚ መዓስ ዝኾነ መሲልኩም እዚ እሱ ዝተዛረባ ማለት እዩ ኣቲንክ ክዛረብ ከሎ ካልኩሌት ክገብሮ ከሎ ናይንቲን ናይኒ ሰበን ንሕና ሰላም ኣብ ዝነበርናሉ እዋን ዝተባህለ ነገር እዩ ማለት እዩ። ሕጂ እዞም ሰባት እዚኦምሲ ኣብ ኣዲስ ኣበባ ኢትዮጵያውያን፣ ኤርትራውያን፣ ካብ ኣፍሪቃ ዝርከቡ ኣገልገልቲ ኩሎም እዮም ተኣኪቦም። ዝተኣከብዎ ከኣ ድማ ኣብ ኢትዮጵያ እዮም ተኣኪቦም። ኣብ ኣፍሪካን ዩንየን እዮም ተኣኪቦም ኩሎም ተኣኪቦም። ኣኼባ ገይሮም ማለት እዩ። ሕጂ እቲ ኣኼብኦም እንታይ እዩ? እዚ ስሳን ሓሙሽተን ሚእታዊት ናይ ዓለም ጸጋሲ ኣብ ኣፍሪቃ እዩ ዝርከብ። ስለዚ ንሕና ነንሕድሕድና ንቃተል ኣለና፣ ንሕና ንዋዳእ ኣለና፣ እንደገና ከኣ እቶም ካብ ካልእ ሃገር ዝመጹ ንዓና ይምግቡና ኣለዉ። ስለዚ እቲ ሽግር ኣበይ እዩ ነቲ ጠንቂ ክፈልጡ እንድዮም ኣበይ እዩ ኢሎም እዮም ክማኸሩ መጺኦም ዝገርመኩም ደሃር ግን ነዚ ነገር ክገብሩ ንሸውዓተ መዓልቲ ጾም ጾሎት እዮም ጌሮም ኣብ መጨረሻ ግን ሓደ ዶክተር ጃን ዝብሃል ሽም ኣቡኡ ኣይሓዝኩዎን እንታይ ኢሉ ናይ ኢትዮጵያን ናይ ኤርትራያን ናይ ሓቂ ኣብ ቅድሚ ኣምላኽ ንስሓ ክኣትዉ ክኣትዉ ኣለኩም ከም ዝተባህሉ ኢትዮጵያን ኤርትራን ኢሉ ንስሓ ክትኣትዉ ኣለኩም ኢሉ እዩ ተዛሪብዎም። ንስሓ ክኣትዉ ከም ዘለዎም ከም ተዛረቦም እቲ ትገብርዎ ንስሓ ሲ ኢሉ ልምዳዊ እዩ እቲ ጀንዊን ዝኾነ ንስሓ ኣይኮነን። ንስሓ እኮ ይግበር እዩ ኩሉ ሻዕ ንስሓ ንስሓ ምሽ ግን ልምዳዊ እዩ ስለዚ ጀንዊን ኣይኮነን ኢሉ ምስ ተዛረቦምሲ፣ እቶም ኢትዮጵያውን ኣገልገልቲ ገኒሖምዎ፣ በየሱስ ስም፣ እዚ ኣጋንንታዊ እዩ ገለመለታት ምስ በሎም፣ ኣብ መጨረሻ ግን፣ እቲ ኣነ ዝበልኩዎ እንድሕር ዘይተበልኩም እንድሕር ኮይንኩምሲ፣ ኢሉ ደሓር እንታይ ኢሉ፣ እምበኣርከስ ኢሉ፣ ዊዝኢን ሌስ ዛን ሲክስ ማንዝስ ኲናት ክጅመር እዩ ኢሉ። ደሓር ኣብ ውሽጢ እሱ ምስ ተዛረበሲ ኣብ ድሕር ሰለስተ ኣርባዕተ ወርሒ ናይ ኢትዮ ኤርትራ ኩናት ተጀሚሩ ኢሉ ማለት እዩ ስለዚ ክንደይ መንእሰያት ተወዲኦም ብኤርትራ ብኢትዮጵያ ከኣ ክንደይ ተወዲኡ ስለዚ ከምዚ ኢሉ ኢሉ ተዛሪቡ ስለዚ ንስሓ እዩ ሕጂ እቲ ዝኾነ ኮይኑ እንድዩ ሕጂ ግን ሃገርና ሓቀኛ ንስሓ ብሕልፊ ኣገልገልቲ ሽማግለታት ናይ ቤተክርስትያን እዚኣስ ክሕሰቡላ እሞ ምስቶም ካልኦት ቤተክርስትያን ብሓደ ኮይንካ ናይ ልቢ ንስሓ እንተድኣ ኮይኑ ይገርመኩም እዩ እግዚኣብሔር ቀልጢፉ እዩ ዝመጽእ ዋእ ብግዜ ማንዴላ እኮ እዩ ኮይኑ ማንዴላ እኮ ካብቲ ቤት ማእሰርቲ ምስ ወጸ እኮ እንታይ እዩ ጌሩ ብንስሓ እዩ መጺኡ ደሓር ሕጂ እዞም ሕጂ መጺኦም ድሕሪኡ ዝመጹ ከኣ ነገር የባላሽዉ ኣለዉ እንደገና ሕጂ ከኣ ስደተኛታት የጋፍዑ ኣለዉ ኣም ኣም ን ንዕኦም ሲ ብጣዕሚ እየ ንደቡብ ኣፍሪቃ ብጣዕሚ እየ ዝሓፍር ዝፈርሐሎም ግዜ ማንዴላ ግን ነገራት ክንደይ ነገር ተቀይሩ እዩ ስለዚ ንስሓ እዩ ዘድሊ። እና እዚ እዩ ናይ ሎምዓልቲ መልእክቲ ናብ ንስሓ ናብቲ ሓቀኛ ንስሓ እግዚኣብሄር ይዛረበና ኣሎ ብካሊእ ክመፅእ ኣይክእልን እዩ ሎሚ ጥዒሙና እዩ ገለመለ ፅባሕ ንጎኮ ንዓና ዘይፈልጠልና ህዝቢ ክመፅ እዩ ትፈልጡ ዲኩም ኣነ መቸም ኣብዚ ክነብር ኣደነው ኦረዲ ተጀሚሩ እዩ ማለትሲ ክንፈርሕ ኣይኮነን ከምቲ ኣምላክሲ ንዓና ተሰኪሙ ከምቲ ንስሪ ንደቃ ተሰኪማ ተሳግሮም እግዚኣብሄር ከኣ ተሰኪሙ ኣብዚ ኣብጺሑና ኣሎ ስለዚ ተዛሪቡና ኣሎ ጽባሕ ንግሆ ሃገርና እኮ ዝበለጸት ክትከውን እያ እንድሕር ጀንዊን ዝኮነ ንስሓ እንድህር ኮይኑ ዋው ንብዙሕ ሃገራት ትከውን ብዙሕ ዝዝረበላ እቲ ናይ ኢስት ኣፍሪቃ ሪቫይቫልሲ ካብ ኤርትራ እዩ ዝጅምር ይብሉ ብቀዳማይ ከማን ይሰምዕ ኔሩ ኤርትራውያንሲ ኣብ ዓዲ ዓረብ ወንጌል ዘብጽሑ እሶም እዮም ግን ቤተ ክርስትያን ነዚ ኣይተዳለወትሉን ኢሉ ዝሓለፈ ግዜ ሓደ ሰብ ይዛረብ ኔሩ ስለዚ ቤተ ክርስትያን ሸለል ትብሎ ነገር ኣሎ እሞ ሕጂ ከኣ ንሕና ሸለል ክንብል ኣይንክእልን እግዚኣብሄር ክዛረበና እዩ ክድግፈና እዩ እዚኣ ግን ኣሳይመንት ነቶም ሽማግሌታት ጀንዊን ዝኾነ ኩላህና ድሕር ሕጂ ንስሓ ክበሃል ኮሎ ከምዚ ሓንቲ ጥቅሲ ስሕብ ኣቢልካ ሓጢኣት ናተይን ሓጢኣት ናይ ህዝበይን ኢልካ ትጽልዮ ነገር ክኸውን የብሉን። በዓል ዳንኤል እኮ ሓጢኣት ናተይን ሓጢኣት ህዝበይን ክብል ከሎ እግዚኣብሄር ኣብ ዙፋኑ ከሎ ይሰምዖ ነይሩ እሞ እዚ እዩ እዚ እግዚኣብሄር ዝተዛረበና ኣብ ልብና የሕድሮ ምስ ሰማዕቲ ጥራሕ ዘይኮነስ ክንገብሮ እግዚኣብሔር ክድግፈና ተነጊሩና እዩ ንድኹም ሓይሊ ክህቦ እዩ ንስኑፍ ከኣ ድማ ብርትዐ ክውስኸሉ እዩ ኢሉ እግዚኣብሔር ተዛሪቡና እዩ ሰሚዕናዮ እንድሕር ኮይና ነገራት ክቀየር እዩ ጎይታ ይባርኩም።